ሰላም ከመይ ቀኒኹም ዝኸበርኩም ተኸታተልትና ንሎሚ ቀሪበልኩም ዘለኹ ጋሻ ኸኣ ንቕድራብ ብቋንቋ ትግርኛ ዝደረፈን ናብ ዝለዓለ ደረጃ ንምብጻሕ ዝጽዕሩ ዘለዎም መንእሰያት ሓደ እዩ ቦኒትዋ ቃል ሓን መጻኻ ቃል ሓን ጽና ብዙሕ ግዜ ክሓተካ እንዳበልኩ ሓተካ ዝፈልጥ ሕቶ እዩ ክሓተካ እስከ ብኣን ጀምር ቦኒቷ እንታይ ማለት እዩ
ቦኒታ ማለት መጀመርያ ናይ መጀመርያ ደርፊ እዩ መጀመርያ ሰራሕናዮ ሃይ ስኩል ናሃለና ሰራሕናዮ ደርፊ ብኡ እዮም ተምሃሮ ውፅኦምሉ ተምሃሮ ወፅኦምልካ
ከም መበገሲ ዕላል ክኾነና ንስኻ ትልለየሉ ወይ ትፃወቶ ቅዲ ራፕ እዩ ኩልና ከም ንፈልጦ ብዙሕ ዓይነት ኣደራርፋ እዩ ዘሎ። ብፍሉይ ንራፕ ዝመረጽካዮ ምክንያት እንታይ እዩ? ብፍሉይ በቃ ገና ካብ ቆልዓ ንሃለኹ እየ ራፕ ዝፈቱ ነይረ። ካብኡ በቃ ቀስ ብቀስ ፍቅሪ ሓዲርኒ ማለት እዩ ናይ ራፕ ብኡ እየ ጀሚረ ብፍሉይ። ቅድሚ ነዊሕ ዓመታት ናይ ራፕ ውድድር ነይሩ እወ ዘኪርካ ኣለኻ?
ዘኪረ እወ። ኣብ ምንታይ እዩ?
ኤግዚቢሽን ማእከል ድዩ? ምስ በዓል መን መን ከተወዳዲርካ? እወ ቀደም እያ እካ ኣነ ይፈልጥ ነረ ኣጋጣሚ ኣዲስ ኣበባ ነረ ውድድር እኒኦ ኢሎምና ኣተ ካብኡ ንብሪትሽ ኤምባሲ ይዘጋጀዎ መሲልኒ ቅድሚ ነዊሕ ጎበዝ። ዓመታት እዩ። ነዊሕ እወ ብጣዕሚ ብዙሕ ገይሩ ቀዳመይቲ ስቱድዮ ኣቲኻ ዝሰራሕካያ ደርፊ ከ እንታይ ነይራ? ቀዳመይቲ
እ፣ ብኢሮፕ ቋንቋ እና ብትግርኛ ኢንግሊዝኛ ጌርና ሰራሕናዮ ነይሩ እንዳ ፍቅረ ዝበሃል ስቱድዮ ኣጋጣሚ ኢሮፕ ቋንቋ ዝናገር ዓርከይ ነይሩ ጎረቤትና እሱ ግጥሚ ሂወኒ ካብኡ ከድና ስቱድዮ ሞኪርና ማለት እዩ ንመጀመርያ ግዜ ኣበጋግሳ
ኣይድያ ናይቲ ይደርፊ እንታይ ነይሩ
ኣይድያ ሓንቲ ጓል ኢሮፕ ኣብ ኤርትራ ናይ ኢትዮጵያ ድንበር ኣሎ እዩ ኣብ ትግራይ ማለት እዩ ኢሮፕ ብሄረሰብ ስለ ናቱ ዓዲ ኢና ሰሪሕና ስለ ሓንቲ ጓል ጓል እዚ ዓድና ናይዞም ደቂ ዓዲ ባህሊ ኢና ሰሪሕና ብራፕ ኮይንስ ስለ ናቶም ዝገልጽ ማለት እዩ ኦኬ መዓስ እዩ እዚ
ትስዓት ትሽዓተ ዓመተ ምህረት ብናይ ኢትዮጵያ ማለት እዩ ብድሕሪኡ እሞ ካብ መሳርሕትኻን ካብ ህዝቢ ዝመፀካ ፊድባክ ከመይ ነይሩ
ብድሕሪ ገና ጀመርቲ ኢና ነርና ቆልዕት ኢና ነርና ካብኡ ቀስ ብቀስ ተምሃረ ሃይ ስኩል ተምሃረ እየ ነረ ካብኡ ናሰራሕኩ ዩኒቨርስቲ ኣትየ ስቱድዮ ናተመላለስኩ እየ ዝሰርሕ ነይረ ኣዲስ ኣበባ ካብ ኣዲስ ኣበባ ይመሃር ነይረ ዝተወሰነ ካብኡ እንዳሓር ሓሪፍ ኮይኑ ናቀፅልና ምስ ኸድና ፊድባክ ዋላ ናይ ስራሕ ሽዑ ንኣሽቱ ኢኹም ነርኩም እወ ቆልዑት ኢና ነርና ብድሕሪኡ ዝሰራሕካየን ስራሓት እንታይ እንታይ ነይረ ብድሕሪኡ
ዝቦኒቷ ዝብል ነይሩ ካሊእ ጉማላለ ዝብል ነይሩ ሰራሕናዮ ብዙሕ ኢና ንሰርሕ ነይርና ንሙክር። ካብ ኩለን ዝሰራሕካየን ስራሓት ኣግርጩ ብፍልይ ዝበለ ስታይል ኢኻ ሒዝካያ ቀሪብካ ኣብ ህዝቢ እውን ዓቢ ተቐባልነት ኢኻ ረኺብካላ ኣበጋግሳ ሓሳብ ናይታ ደርፊ ከመይ ነይሩ ነቲ ከምኡ ዓይነት ስታይል ሒዝካ ክትመጽእሲ ኣበጋግሳ ሓሳቡ ከመይ ነይሩ እወ
ብጓይላ ሂፓፕ እየ ሰርሐ ብቅድሚ ኣገርጩ ተጎምፀፅ እዩ ስታይል እሱ ሒዙ መፅኡ ብትግርኛስ ብሂፓፕ ክምኩሮ ኢለ ክሰርሖ ኢለ እየ መጀመርያ ሞኪረ ካብኡ ናይ መጀመርያ ስራሕ ሓሪፍ ስኬታማ ኮይኑ ካብኡ እሱ ምስ ተሳኸዐ ኣገርጩ ሰርሐ ማለት እዩ ኣግርጩ እንደገና ብዚ ናይ ትግርኛ ሪትምስ ብድርብ ንስራሕ እዩ ተባሂልና ምስ ማሙሽ ብሓዲሽ ስታይል ንምክሮ ተባሂልና ካብኡ ምስ ማሙሽ ሰርሕናዮ ማለት እዩ ኣብ ስቱድዮ ካብኡ ፅቡቕ ተቐባልነት ፅቡቕ ረኺቡ ተቐባልነት ረኺቡ ኦ፣ እስከ በል ሕጂ ከዓ ናብታ ንክልቴና ኣነ ትብፅሓኒ ኢለ ዝሓስብ እታ ደርፍኻ ኦ፣ እወ፣ ብፅሓኒ እንደ ግዲ ናይ ክልተና እንደ ግድት እስኪ ብዛዕባ ከዓ ኦዲየንስ ትነዕልሎም እስኪ እሺ ናታ ኣበጋግሳ ሓሳብካ ከመይ ከመይ ነይሩ
ኣበጋግሳኣ ማይዛ ደርፊ ኣነ እኮ ምስ ተበገሰት እየ ረኪበላ እዎ ምስ ተበገሰት እወ እዎ። ኣይ ኣጋጣሚ ኣነና ማንኤል ነርናስ ከምኡ ኢና ጀሚርናዮ ሱ ኢድና ናሰራሕና ገለ ኮፍ ኢልና እዚ ክላ መንደቕ ድሕረ ልኳና ዝብል ነይሩ ቀደም ኣባህላ ከምኡ እ፣ ኣገላልፃት ከምዚ ተበሳጭዩስ ከምኡ ኢሉ ይደርፍ ነይሩ ገለ ከምኡ ኢና ኣለና ነርና ካብኡ በቃ ስቱድዮ ኣትየ በቃ ክሰርሖ እየ ገለ ኢለዮ እማ ነይሩ ምሳይ ብኡ ጀሚርናያ እዛ ደርፊ ማለት እዩ ስለዚ ግጥሚ ዋላ ናትኩም እዩ እዋ ባዕልና ኢና ስርሕናያ ሓደ ሓደ ቃላት እኒኦ ናይ ህዝቢ ካብኡ ሬድ ናይ ሰብ ናይ ቀደም ዝድረፍና ራእዩ ድሕሪ በልኻና ሰካራማ ትደርፍዎ ነሩ
ብድሕሪኡ
ካብ ህዝቢ ዝመፀ ፊድባክ ከመይ ነይሩ
ጽቡቅ እዩ ሓሪፍ እዩ ነይሩ ብጣዕሚ። ቪድዮ ክሊፕ ሃሁ ቢትስ ድዩ ሰሪሕዋ? እዎ ሃሁ ቢትስ ፊደል ፕሮዳክሽን ሙዚቃ ቅንብር ማሙሽ እዩ ሰሪሕዎ።
ቦኒቱ ኣዚ ሕጂ በጺሕካዮ ዘለኻ ደረጃ ንምብጻሕ ኣዝዩ ብዙሕ ጻዕሪ ከም ዘሕለፍካ እፈልጥ እየ። ኣብ ትደልዮ ንምብጻሕ ዘለካዮ ኤነርጂ ወይ ጥንካሬ ካበይ ረኪብካዮ ማለት ሓደ ሓደ ግዜ ብዙሕ ንጽዕር እሞ ሰልቺና ንገድፎ ኢና መርከብ ግን ከም ዝሰማዕክዎ ካብ ቀደም ብዙሕ ኢካ ትጽዕር ኔርካ so እዚ ኩሉ ኤነርጂ ካበይ ኢካ ረኪብካዮ። ንኣድነቕትኻን ንተዓዘብትናን ትምህርቲ ክኾኖም እየ እዚ ሕቶ ሓቲተካ። ኣነ ሐዚ ብእምነተይ እየ ኢለ ይሓስብ ብድንግል ማርያም ምስ ስለ እጽሊ ኩሉ ግዜ ኩሉ ግዜ ብርታት ትሂበኒ እዩ ክሳኽዐለይ ሓደ መዓልቲ ኢለ ስለ ዝሰርሕ እሱ እዩ ካብኡ ቀጺሉ ፋሚሊ ምሳይ ዘለዉ ኣዕርኽተይ ኩሉ ግዜ ካብ ጎነይ ዘየርሕቁ ኣዕርኽተይ ናቶም ኢነርጂ ዋላ ይሕግዘኒ እዩ ብዙሕ መንገዲ ንክጓዓዝ ማለት እዩ እሺ መርከበይ ኣብኡ ከለና እስኪ ንድሕሪት ክመልሰካ እሺ። ኣተዓባብያኻ ከመይ እስኪ ዕለኒ እወ ናተይ ተዓብያ ንእሽተይ ፋሚሊ ትምህርቲ ክመሃር እዮም ደል ነይሮም ኣነ ሙዚቃ እየ ስም- ስምዒት እየ ነይሩ ናይ ሙዚቃ እዩ ፈተና እዩ ነይሩ ክሻዕ ብዙሕ ዩኒቨርሲቲ ክሻዕ ሓሊፈ ናብ ሙዚቃ ብደንቢ እንትን ዝገብር እ፣ ዳርጋ ብዙሕ ብፃዕረ እየ ወፅየ እና ብናይ ፈጣሪ ሓይሊ እዩ እና ግን ፋሚሊ ኦልሬዲ ንፅቡቅነት እዩ ንትምህርቲ ንክመሃር እዮም ከምኡ ዝገብሩ ነይሮም ድሓር ግን ንኣመኑ ምስ ኸዱ ብደንቢ ናሰራሕኹ ኦልሬዲ እንድሕር ብሓዲኡ ይሳኽዐልካ ኮይኑ ኣብዚ ዋላ ምሕጋዝ ይሕሸና ምባል ጀሚሮም ማለት እዩ ሕጂ ይድግፍኻ እዮም እዎ ሕዚ ይድግፉና እዮም ኣብ ዝቕፅል ስራሓትካ ኸ ብኻልእ ቋንቋ ክትደርፍ መደብ ኣለካ ድዩ እወ ክሰርሕ እየ ኦሬዲ እዚ ትግርኛ እንድዩ መጀመርያ ኣነ ናይ ትግርኛ እንድየ ዝሰርሕ ኣለኹ ሕዚ ናይ ሂፓፕ እሱ እንድዩ ብደንቢ ከዕውዮ ዘለኒ ካብኡ ቀፃሊ ግን ክሰርሕ እየ ኦሬዲ ኣርቲስት ኩሉ ነገር ክሰርሕ ኣለዎ ኢለ ይሓስብ እሺ ንፅበ ኣልቡም ናይ ምስራሕ መደብካ ከመይ እዩ
ኣልበም ኦሬዲ ይሰርሖ ኣለኹ እየ ግን ሰዓቱ ናይ ኣልበም ኣይኮነን ሆም ትርኢ ኣለኺ ኣብ ሽያጩ ገለ ብዙሕ ሽግራት ስለለ ምስቲ ኢንዱስትሪ ኢኻ ትኸድ ኣልበም ኦሬዲ ዳርጋ ተወዲኡ ነይሩ ግን ሓድሽ ሓድሽ ናወሰኩሉ ይጸንሕ ኣሎ ማለት እዩ ስለዚ ኣብ ቀረባ ግዜ ኣልበም ከም ናይ ሚዚክ ኢንዱስትሪ እዩ ከመካይዱ እዩ ከመካይዱ እዩ ናይ ኣልቡም ስታይል ተመጺኡ ሬዲ እዩ ዘሎ ሬዲ እዩ ብጣዕሚ ጽቡቕ ራይ መርከበይ ቅድሚ ምፍልላይና ሓጸርቲ ሓጸርቲ ሕቶታት ክሓተካ እየ ገሊኡ ከዓኒ ካብ ህዝቢ ዝመፀ እዩ ማለት እዩ ኣወ ተቐባሊ ኢኻ ወደ
ንሪኣ
ኣይትፍራሕባ ደርሰናል ችግር የለን። እቲ ሰብ እቲ ኣብ ህይወተይ እንተዘይህሉ ነይሩ ወይ እታ ፍጻሜ እቲኣ ኣብ ህይወተይ እንተዘይትፍጸም ነይራ መርከብ እዚ ሕጂ በጺሕዎ ዘሎ ደረጃ ኣይምበጸሕዎን ነይሩ ትብሎ ሰብ ወይ ከኣ ፍጻሜ ተለካ? ሰብ ወይ ከኣ ፍጻሜ እወ። ኣይ የብለይን ኣነ። የብልካን? ብፈጣሪ እያ ናተይ ፍጻሜ ይኹን ገለ ሕዚ ብኡ ዝኣምን እንተኾይነ ሰብ እና ፍጻሜ ክልይ ይኽእልን እዮ ኢለ ይሓስብ ኣነ። ስለዚ የብልካ። የብለይን እዎ ፈጣሪ እየ ኩሉ ብኩሉ ዘኮደስ ስቡእ ስለ ዘኮነስ ብስብና ብፍጻሜ ኣምነልና ነው ትርዲ ክባለ ርዱ ብቑዕ መልሲ ትርዲ ራፐርቲ እዚ ትኸውን እንታይ ምኾንካ ራፐርቲ ዘይኮን እዎ ጎበዝ ተምሃር ነይረ ነርካ እዎ ጎበዝ ነረ ብጣዕሚ ይሽለም ነረ ብቆልዓ እወ ካብኡ ክሻዕ ዩኒቨርሲቲ ኣትየ እዩ ትምህርቲ ዋላ ኣብ ሙዚቃ ናኸደኒ ክሻዕ ዩኒቨርሲቲ ኢንጂነሪንግ መሃር ነረ ግን እዚ ናይ ሙዚቃ ሓይሊ ስለ ዝሓየልና ኣቋሪፀዮ ናደለኹዎ እዚ ትምህርቲ ማለት እዩ
ክትቅፅሎ እና ክመልዋለካ ትምህርቲ እየ ክመሃር ነረ ኢለ ይሓስብ ብሕጂኻ ትምህርቲ መቸም
እንታይ ኢሎም ግዜ ገለ። የርቀት ትምህርቲ ገለታት ላይፍ ላይፍ ሙዚቃ እዩ ኮይኑ በዚ ደገን ክመሃር ላይፍ ትምህርቲ ኢለ እየ ሓሳብ ኣነ ብኡ እየ መሃር ኣብ ህይወትካ ብጣዕሚ ዘሐጉሰካ ነገር እንታይ እዩ ኣብ ህይወተይ ሙዚቃ እዩ ክትሪኣ ትደሊ ከተማን ካብ ዝረኣኻያ ካብ ዝረኣኻየን ከዓ ብጣዕሚ ዝፈተኻያ ከተማክ ኣይና ምክርኪ። እንድዒ ብጣዕሚ በቃ ኣብ ግዜኡስ ምስ ከድካስ ብጣዕሚ ስሒባትካ ዝነበረት ካብ ዘይረኣኻየን ከኣ ብሕጂ ብጣዕሚ ክትሪኣ ትደሊ ከተማ። ካብ ዝረኣኽወን
ኣምስተርዳም እያ ኣብ ኔዘርላንድ ትግነ ማለት እዩ። ካብ- ዝፈተኻያ እወ ዝፈተኽዋ ደስ ዘለትኒ ክሪኣ ዝደሊ ክትሪኣ ትደልኻ እወ ክሪኣ ዝደሊ ክልተ እየን ነይረን እዛ ሓንቲ ርእያ እዛ ሓንቲ ክሪኣ ይደሊ ማለት እዩ ኣራይ እወ። እዛ ሓንቲ ኢየሩሳሌም እያ እዛ ሓንቲ እንደገና ፖርቶሪኮ ዓዲ እዩ እዛ ከተማ እዛ ዋና ከተማ ደስ ኢለኒ ክሪኦስ እዛ ዓዲ ደስ ኢለኒ ካብ ስራሓትካ ብፍሉይ ትፈትዋ ስራሕካ ኩሉ ደስ ኢለኒ ግን ስቢዳ ኣነ ተሰምዐ ክሰምዖ ዝኽእል ኣነ ደርፊ ብፍሉይ ስኻ ትፈትዋ ኣነ ደስ ትለኒ ኣግርጩ እያ ኣግርጩ ብምንታይ ምክንያት በቃ ተዝነ የዝናነኒ ኣግርጩ መብዛሕትኦም ናተይ ደርፍታት ከምዚ ኣብ ስኢዱ ጭንቀት ስትረስ ዘለዎ ሰብ እንትን እዮም ዘና ዘብሉ እዮም እዞም ደርፍታት ንኡ እዩ ሕዚ ኣብ ናይ ኣሜሪካን ሚዚክ ንመፅ ተለና ኩሉ ቁም ነገር ክደርፍ ኣይኽእልን ንናይ ባዕሎም ጀ እንትን እዮም ናይ ባዕሎም ስታይል ዝሓደ ስኢሉ መዝናነይ ራፐር ክኾን ይኽእል እዩ ዝሓደ ታሪክ ዝነግር ራፐር ከምኒ ናስ ክኾን ይኽእል እዩ ዝሓደ ቁም ነገረኛ ክኾን ይኽእል እዩ እዚ ሓደ ራፐር ናይ ፍቅሪ ክኾን ይኽእል እዩ እዚ ሓደ እንደገና ፈታ ዘብለካ ዘና ዘብለካ ይፈላለ እዩ ደራፊና ናተይ መብዛሕትኦም መዝናነይቲ እዮም መዘናጋዕቲ እዮም እዎ መዘናጋዕቲ ስራሕቲ እዮም ሓደ ሓደ ከምዚ ናይ ስደት ገለታት ከምዚ ምኽሪ ዝግብኦ ነገር ነዚ መ- ወጥ- መናእሰይ ገለ ይሰርሕ እየ ከምኡታት መብዛሕትኡ ግን ናተይ እንትን ናይ ስታይልና ናይ ምዝና እዩ ክሳብ ሕጂ ከምኡ እዩ ዘሎ እወ ናበልካ ትመፅእ ኣለኻ ምኽሪ ትሰርሕ ኦሬዲ ንጀነሬሽን ርእሱ ክቕይሮ ዝኽእል ንዚ መናእሰይ ተኸተልትኻ ብደንቢ ክመሃርሉ ዝኽእሉ ገለ እየ ዝሰርሕ
ካብ ዝናን ሃብት እንታይ ትመርፅ
ካብ ክልቲኦም ጥራሕ እዎ ዝና ድሕሸካ ሃብቲ
ዝናን ሃፍትን ሃፍቲ ትሕሸኒ ካብ ዝና ብኸመይ ዝና ሃፍቲ ዘይብሉ እያ ትርጉም ይብሉ ሃፍቲ ክኸድ ወይ ማዕረ ክኸዱ ኣለዎም ክልቲኦም ወይ ማዕረ ክኸዱ ኣለዎም እዎ ዝና ጥርሑስ ከቢድ ዝና ዲኻ ሃብቲ ዘምፅእ ወይስ ሃብቲ እዩ ወይስ ዝና ዲኻ ሃብቲ ደምፅእ ወይስ ሃብቲ ዝና ደምፅእ ኢልካ ትሓስብ ዝና ድዩ ሃብቲ ድምፂ ወይስ ብምሕሳብ ከይኮነ ብሪያሊቲ ተመፂና ክልቲኦም ከምፃፅኡ ይኽእሉ እዮም ክልቲኦም ከምፁ ይኽእሉ እዮም ክልቲኦም ከምፁ ይኽእሉ እዮም ብሪያሊቲ ተመፂና ንዓይ ግን ኣይመስለኒ ንቱ ዝና ዝና ሓዚ ይፈላለ እዩ ሃብቲ ዝና ከምፅ ይኽእል ሃፍቲ ይኽእል እዩ ብሃፍቲ መዓት ዝና ዘምፀ ሰሎ እዩ ግን ይቕፅል ድዩ ይቕፅልን እዩ ዘሎ ኣብቲ ሕቶ ዝና እዩ ሓዚ ዝና ቀሊል እዩ ዝና ምቕፃል እዩ ከቢድ ሓዚ ዝና ኣይኽልክኒ ንዛ ዝና እየ መልስ ኣለኹ ፅቡቅ ኣለኻ እወ ሕጂ ሃብቲ ኢኻ ትመርፅ እወ ማለት እንታይ ዝና በይኑ ተኾይኑ ኣነ ሃፍቲ ይሕሸኒ ካብ ዝና በይኑ ዝና በይኑስ መጥፊእኻ እዩ ምንም ነገሮች ጽፎ ኣለኻ እወ ዝና በይኑስ ብህይወት ክትጸንሕ ሓንቲ መዓልቲ ዕድል ተዋሂብካ ኣሎ እንተትበሃል ሓንቲ መዓልቲ ብህይወት ክትጸንሕ እታ መዓልቲ እንታይ ጌርካ ምሕለፍካ

ኣብ ዘይትፈልጦ ዓዲ ንዘልኣለም ክትነብር እንተ ትግደድ፣ ዋው ሓደ ሰብ ጥራሕ ክትማላእ ዕድል እንተ ዝወሃበካ ንመን ምተማላእኻ?
ሓደ ሰብ እወ ሓደ። ፍቅረኛ እየ ክወስድ እያ ኣብኡ ቤተሰብ ክምስርት ትደኒ ካሊእ ቤተሰብ ክምስርት ትደኒ እያ ታማ እንጠፍ ዶ ኮይና ዘርእና ማለት እዩ
ሕራይ መርከበይ ስለ ዝመጻኻ ብሽመይን ብሽም ተኸታተልቲ ኣድማስ ቶክ ሾውን ብጣዕሚ ኢና ነመስግነካ ትብሎ ነገር ተሎ ከዓ ዕድል ንዓኻ ክንረክብ
ኣነ ክብሎ ዝደሊ ኣድያም ስብሓቱ ስለ ዝዓደምክኒ ይቀኔሊ እና ኣድማስ ኢንተርቴመንት ቴንክ ዩ ቃዝ ብቻ ይክል ዝኸበርኩም ተኸታተልትና ናይ ሎሚ ጋሻይ መርከብ ቦሊትዋ እዩ ነይሩ ዝመጽእ ብካልእ ጋሻ ክሳብ ንራኸብ ቻው